ጅግና ኣሕሊፋ ዝሃበት ዓዲ ጅግና ንምፍጣር ትስሓግ! ጸሓፊ፣ ፊሻለ ተስፋይ መዓሾ፣ ኣቕራቢ፣ ሃብቶም ሓጎስ። ኣቦታት ዓዲ ኣብ ባይቶ ዓዲ ተኣከቡ። ብዘይካ ብቑጽሪ ውሑዳት ኣብ ባይቶ ዓዲ ዝተኣከቡ ኣቦታት ኩሎም ኣብ ኣርባዓታት ልዑል ዕድመን ዝርከብዎም እዮም። ቅድሚ ፀሓይ ምምራራ ጉዳዮም ክውድኡ ስለ ዝነበሮም ዝደንጎየ የርክበና ኢሎም ጭቃ ዓዲ ኣብ ልዕሊ እቲ ዓዲ ዘንጻላሉ ዘሎ ዘይናይ ደሓን ገሊጾም ንምግትኡ እንታይ ክግበር ከም ዘለዎ ክዝትዩ ንባይታ ዓዲ ክኸፍት ገበርዎ። ኣብዚኣ እስከ ኣቦይ ብኹረጽየን ነጸላኦም እናተወንዘፉ ሓሳቦም ክህቡ ፍቓድ ሓተቱ። እዚ ኩሉ ኣብዚ ዓዲ ዝወርድ ዘሎ ደራዕ ባዕልና ዘምጻእናዮ እዩ። ኣብ ባይታ ዓዲ ንዝፈጸምናዮ ዓብዪ ጌጋ ኣብ ባይታ ዓዲ ኣውሪድና እንታይ ንግበር ምባል ጽቡቕ እኳ እንተኾነ የማን ጸጋም ቁሊሕሊሕ እንተበልኩ ኣብዚ ዘለና ኣቦታት ሽማግለታት ኢና ነዚ ወሪድና ዘሎ ሽግር ዝፈትሑ ግን ውክፋት መናእሰያት እዮም ንሕና መሪቕና ስንቀ ስኒቕናን ክነፋኑን ክንማኸርን እምበር ብዓንደ ርእሱ እዚ ሽግር እዛ ዓዲ ፍታሕ ክረክብን ዘይክረክብን ካብ ደቅና እዩ ደጊም ናህልኩም ራእሲ ደቅና ኣባይቲ ዓዶም ምስ ኣቦታቶም ክዝትዩ ቃሎም ክስምዑን ንሶም ኣብ ማእኸልና ይሃልዉ ወዲኤ ኣለኹ ወደሓንኩም። ኣቦይ ተመልሶ ካብ ኮፍ መበሊኦም ብድድ ኢሎም ኣብዚኣ ማዕድና እዚ በኹረጼን ክብሎ ዝጸንሐ ቁኑዕ ዘረባ እዩ ቅድሚ ሓሙሽተ ዓመት ዝፈጸምናዮ ዓብዪ ጌጋ ናብ ዘውዲቕና ኣሎ ደቅና እውን ኣይተሓጎሱልናን ኣይሰማዕናዮምን እምበር ንሶምስ ብውዕዩ ተጣሪዖም እዮም ኣብቲ ግዜ እቲ ኣነ ሓምሻይ ርእሰ ዓዲ ክነካባብር ዓዲ ኣቦና ኣብ ዝሃቡና ብዝሰብምኹምናን መሰረት ዓዲ እናባቢርና ኢና። ኮይኑ ግና ዓብዪ ስሕታት ገ ተገይሩ ዘጥፋእኽዎ ጥፍኣት እንተሎ ቅፅዓተይ ይቕበል ንእንዳ ዑባ ማርያም በዲልና ብዓብኡ ድማ ንዓድና ንባይቶ ዓዲ ኣቦናን ዘንዕቕዕቕ ስራሕ ጌርና። በትሮም ኣብ ባይታ ኣቐሚጦም ደኒኖም ምቕሪ ክበሃለሎም ተማሕጸኑ። ዓዲ ኣብ ክልተ ተጋማምዐት። ነዚ ዘስተብሃሉ ኣቦይ ጸራጽዮን ሓዎም ነቦይ ዑቕባ ማርያም ተንሲኦም ዓድና ሓንሳብ እሞ ንሰማማዕ ኣያ ተመልሶ ጽቡቕ ዘረባ ኣይ ተዛሪቡ እቲ ጌጋ ድማ ናይ ዓዲ ጌጋ ደኣ እምበር ናይቶም ኣብቲ እዋን ዝነበሩ ኣናባበርቲ ዓደይ ነበረን ንሶም ዓዲ ወሲና ዝሃበቶም ዝኣዘዘቶምን እዮም ዝገበሩ። ከምኡ እውን ምስ ተጋገኻ ምኽሪ ይርከብ ምስ ጸረጥካ እግሪ እከብ ዝተባህለ ዓዲ ባይቶ ተኣኪባ ዓብዪ ስሕተት ገይራ እያ። ኮይኑ ግና ንብሕዩ እውን ዝሓዝናዮ ስለ ዘየለ ሕመቕና ንደቅና ዋጋ እናኽፈሎን ከይነብር ሕጂ እንታይ ንግበር? ኣብ ዝብል ነተኩር። እዞም ዘለና ኣቦታት ውሑዳት ረኣነ ኣይኮናን እምበር እዚ ጉዳይ ግን ደቅና ክሕወስዎ ንሶም ዝበልዎም ክስምዕሎ ቃሎም ሂቦም ተቐመጡ። ሕማቕ ዘይበትከላ ዓዲ ደቃያ ትበልዕ ኢልናኩም ግደፉ ንመን ክተሐጉሱ ኢኹም እዚ ግብሪ ኣይኮነን ኢልና ኣነን ተኽለ ብርሃን ዓርከይን ኣብ ባይታ ዓዱ ተዛሪብና ዘረባ ወለድኹም ስምዑ እቲ ዝሓይሽ ንሶም እዮም ዝፈልጡ ኢልኩም ብገዛእ ዓድና ርስትና እዚ ዓዲ ለቒቕናሉ ብኡ ቢልና ግን ኣይጠፋእናን ናይ ስጋ ሕሱም ዓዲ ሓደጋ ወዲቕዋ ደቃ ስኢና ምስ ሰማዕና እንሆ መጺና ሕዩ እውን እቲ ክኸውን ዘለዎ ኣጉባዝ ዓዲ ይተኣከቡ ዓዲ ልቢላ ትምከር እቲ ዝሓዘ ብዘይ ውዕል ሕድር ኣብ ባይታ ዓዲ ይፈጸም ኣይኮነን ግን እዛ ዓዲ ደቃ እናገበረት መዋእላ ክትስሓ ክትነብር እያ ሃይለ ማርያም ነዲሩ ቁሪት ተዋሃበ ዓዲ ዝተፈራረቐት ስምዒት ሒዛ ኣዕዘምዘመት ወዲ ሓወይ ጽቡቕ ኣለኻ ጽቡቕ ዘረባ እዩ ሓውካ ወደቦ ኸኣ ኣይተ ግለማርያም ግደፍ ኢሎም ዓዲ ኣይሰምዐቶምን። እኳ ደኣ ዓዲ ብታቦት ወጊዛቶ። ንሶም እውን ዓዲ ዘይትደልየና እንተኾይና ደኣ ኢሎም ዓዶም ገዲፎም ከይዶም። ኣይደንጎይን ኣብ ሳልስቶም ዓዲ ሓደጋ ወዲቕዋ ሰለስተ ጎበዝ ብሓደ መዓልቲ ቐቢራ። ንሶም እንተዝህልዉ ነይሮም ግን ኣይኮነንዶ ሰለስተ ትንፋስ ደቂ ኣብ ሓንቲ ፀሓይ ክትቀብር ጥፍጣፍ መሪቑ ዝደፍኣላ እውን ኣይምሃለወን ንበዓል ነጎደ ብሓዊ ደበሶ ከይኾን እምበር ዓዲ ደኣ መዓስ ግብሪ ገይራ ኣቦይ ኪዳነ ማርያም ጓሃዮም ኣብ ገጾም እናተነበ ቃሎም ሃቡ ኣቦይ ቀሽ ተስፋ ማርያም ገጾም ብመስቀል ኣማዕቲቦም ዓድና ይቕረታ ደኣ ደንጉየ መጺኤ ኣብ መገሻያ ሕየ ኣትየ ሓመድ እግረይ ከይነገፍኩ ተሓዊሰ እዝብ ከብዲ ዓዲ ጎኒፍና ዘሎ ወደቓ ንዓና ዓብዪ ውርደት እዩ እዛ ዓዲ ደቃ ሰጒጓ ደቃ ትቕለብ ኣላ ኣነ ኻህን እንድየ መስቀል ሒዘ ብዛዕባ ነፍሲ እምበር ብዛዕባ ሰጋ ክዛረብ ኣይመልክዐለይን እዩ ሕይ ግን ከም ካህን ዘይኮንኩስ ከም ገባር እየ ክዛረብ ከም ወዮ ወለድና ዝበልዎ ኣብ ሰበይትኻ ነብርስትኻን ዝመጸካ እዛ ዓዲ ጀጓና ኣሕሊፋ ሂባ ጅግና ንምፍጣር ትስሓገላ ሕይ ግን ኣኸለ እናተዘመትና ስቒልና ይንርእን ኢና ቅድሚ ተኽለ ብርሃን ወደያይ ሃይለ ማርያም ወዲ ሓወይ ዓዲ ዓዶምን ኣልቂቓቶም ጸኒሓውን ንወደይን ወዲ ሓወይ ገለማርያምን ብታቦት ዓዲ ገዚታቶም ንሶም እውን ዓዶም ለቒቖም ወዲ ጊለማርያም ሓወይ ዝርከቦም ከዓ ዓዲ ኣብ ሓንቲ ፀሓይ ደቃ ቀቢራ ዓዲ ዕዝም ምስ በለት ናብ ወደይን ወዲ ሓወይን ከይዳ መልእኽቲ ኣብፂሓ መፅያ ኣብዚ ሳልስቲ ክመፁ እዮም ብውሉድ ፀወታ የለን ደቅና ንሕቆፍ ጭራኦም እናወዝወዙ ኣማሪሮም ተዛረቡ። ዓዲ ዝንታኣን ስቕታን ሴራ ኣብ እንካን ሃባን ምብህሃል ተጸምደት።